ሰላም ሎማዓንቲ ከኣ ሕጽር ሕጽር ዝበሉ ኣገደስቲ ሓበሬታታት ክነግረኩም እየ ኣብ ቤተክርስትያን ዘጋጠመ ልዕሊ ዒስራ ሰባት ዝቀተለ ግብረ ሽበራዊ መጥቃዕቲ ዝምልከትን ከምኡውን ድሕሪ መጥቃዕቲ ኣሜሪካ ዝተፈላለዩ ሓበሬታታት ብኢራን ከምኡውን ሕቡራት ሃገራት ዝወጹ ሓበሬታታት ኣለዉ እሶም እውን ክነግረኩም እየ ተወሳኺ ኣብ ዶብ ኤርትራን ኢትዮጵያን ዝግበሩ ዘለዉ ርክባት ህዝቢ ኣዛረብቲ ኮይኖም ኣለዉ ብዛዕባ እዚ ዝምልከት እውን ክንርኢ ኢና ከምኡውን ብዛዕባ ምዕጻው ኣገዳሲ ናይ ንግዲ ቦታ ብፍላይ ከኣ ነዳድን ጋዝን ኣዝዩ ኣገዳሲን ተባሂሉ ዝጽዋዕ መጻብቦ ሖርሞዝ ዝምልከት ፓርላማ ኢራን እንታይ ወሲኑ ዝብል ክንሪኢ ኢና ስለዚ ሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ጌርኩም ጀምርዋ ላይክ ኣይትረስዑ let's go። ሰስ ጋይስ ናይ መጀመርያ ሓበሬታ ትማሊ ኣብ ዛላንበሳ ዝወዓለ ዝምልከት እዩ ኣብ ሞንጎ ህዝብታት ኤርትራን ትግራይን ትማሊ ኣብ ዛላንበሳ ርክብ ተጌሩ ኣሎ እቲ ኣብ ክልተ ሽሕን ዕስራን ዝተወለዐ ኩናት ትግራይ ድሒሩ ዝሰዓበ ኩነታት ዝሓለፈ ሓሙሽተ ዓመታት ከይተራኸቡ ዝጸንሑ ህዝብታት መዳውብቲ ህዝብታት ዓድታት ኤርትራን ትግራይን ትማሊ ሰንበት ኣብ ከተማ ዛላምበሳ ተረኺቦም ኣለዉ ብሓደ ከም ዝወዓሉ ብዝተፈላለዩ ሜድያታት ይግለጽ ኣሎ። እዚ ትማሊ ሰንበት ዓበይቲ ዓድን መራሕቲ ሃይማኖትን ኣብ ዝተረኽብሉ ጽምዶ ብዝብል ብኽልተ ወገን ዝርከቡ ግዱሳት ዝተመርሐ ኣብ ዝተፈላለዩ መዳውብቲ ዓድታት ዝግበሩ ዘለዉ ርክባት ህዝቢ ምስ ህዝቢ ምዃኑ'ዩ ተፈሊጡ ዘሎ። ብተመሳሳሊ ተበግሶ'ውን ኣብ ዝሓለፈ ሰሙን ሰንበት ብ ዓሰርተ ሓሙሽተ ሰነ ክልተ ሽሕን ዕስራን ሓሙሽተን ብወገን ደቡብ ኤርትራ ዞባ ማእከልን ትግራይን ቀንዲ መሰጋገሪ ኣብ ዝኾነሉ ቦታ መረብ ኣብ ኤርትራን ትግራይን ዝመጹ ህዝቢ ከም ዝተራኸቡ እቲ ዶብ ከም ዝተኸፈተን ተገሊጹ ምንባሩ ይዝከር። ህዝቢ ዛላምበሳ ካብ መሬቱ ተፈናቒሉ ኣብ ዝተፈላለዩ ከባቢታት ትግራይ ፋሕፋሕ ኢሉ ክነብር ጸኒሑ ኣሎ። ኣብ ዶብ ምህላዉ ዝያዳ ተረባሒ ክኸውን ዝግበኦ ልዕሊ ዕስራ ዓመት ማሕበራውን ቁጠባውን ሃስያ ወሪድዎ ምጽንሑ'ውን ይፍለጥ። ኣብ ዓዲግራት ጥራይ ልዕሊ ሓምሳን ሓሙሽተን ሽሕ ህዝቢ ኣብ ቴንዳን ዳስን ምስ ኣዝማዱን ተጸጊዑ ይነብር ከም ዘሎ'ውን ይፍለጥ። ኣብ ኤርትራ ኣምበሳ ተገለባ፣ መስሓል ወደከለ፣ እንዳ ዳሽምን ካልኦት ከባቢታትን ዝመጹ ህዝቢ፣ ኣብቲ ጽምብል ብምርካብ ንኣጋይሽ ምሳሕ ኣንጊዶም ነይሮም። ህዝቢ ዝሓለፈ ይኣክል፣ ደጊም ኣብ ሓደ መኣዲን ሰላምን ተሰሪዕና መጻኢና ነጸብቕ ዝብል ሓሳብ ከቃልሕ ውዒሉ ኣሎ። ናብቲ ጽምብል ካብ ሰንዓፈ ዝመጸት ነብያት ወልደገርግስ ዝተባህለት፣ እቲ ሎሚ ዝጀመረ ሰላምን ዕርቅን ጎረባብቲ ከም ዝቕጽል ምሉእ ተስፋ ኣለኒ ክትብል እውን ተዛሪባ ኣላ። ሓንቲ እውን ኣምለሰት ዝተባህለት ካብ ገዛኣ ዓዳ ዛላምበሳ ተፈናቒላ ኣብ ዓዲግራት ኣብ መዕቆቢ ተመዛበልቲ ንሓሙሽተ ዓመታት ምስ ምሉእ ስድርኣ ተሳቕያ ተሕልፎ ከም ዝነበረት እያ ትዝክር ነይራ። ሎሚ ዕጹው ገዛይ ክሪኦ በቒዐ ኣለኹ፣ ካብ ደጊም ደቀይ ሒዘ ናብ መሬተይ ተመሊሰ ብምምጻእ ምንባር ክቕጽል እየ'ውን ኢላ'ላ። ተዋሲቡ ከም ሓደ ስድራ ይነብር ከም ዝነበረ ደሓር ግን ተፈላልዩ ከም ዝጸንሐን ዝገለጸ ህዝቢ'ቲ ከባቢ ተሓቛቒፉ ብምሒር ታሕጓስ ክነብዕ'ዩ ውዒሉ። ሰላም ሰለስተ ፊደል ዝሓዘት እያ ንሰላም ምሽካማ ከቢድ እዩ ኩቡራት ስድራቤት ሰላም ተተሸኪምካያ ግን ሰላም ኮንካ ትነብር ከምዚ ሕጂ እዚ ኣብ መርዓ ከምዚ ኢልካ ኣብ ዳስ ተኣኪብካ እንዳስሓቅካ እንዳተደሰትካ ትውዕል እሕዋት ኮንካ ማለት እዩ ሰላም እንተዘይሃልዩ ግን ከምቲ ዝነበርናዮ ህዝቢ ኤርትራን ትግራይን ብቀደሙስ መኣስ ዶ ደልይዎ እዩ? ብቀደሙ ኣይደለየን ደልይዎ እውን ኣይፈልጥን። ብመንድኣ? በቶም ላዕለዎት፣ በቶም ላዕለዎት ናይቲ ይኹን ናይቲ ዝረኦምን ዝስመዖምን ነገር ይህሉ እዩ፣ ንዓኣቶም ይፈልጥዎ፣ ንሕና ግን ኣይተቐበልናዮን፣ ንቕበሎ እውን ኣይነበርናን።
ብወለድና ብወለድኹም ብርቡሓት ዓበይቲ ዝምሰል ምስላ ኣሎ ኣብ ዓዲ ኢሮብና። ናይ ንጉሰይ ይነብርን ናይ ሓወይ ይተርፍን እዩ። ናይ ሓው ኩሉ ግዜ ኣሕዋት ክሻዕ ዝኾንና ናህና ኣይተርፍን። መሬት ኤርትራ ትግራዋይ ዝፈልጣ መሬት ትግራይ ከኣ ኤርትራዊ ዝፈልጣ ማንም ሰብ ካሊእ ኣይፈልጣን እዩ። ትማል ንግሆ ኣበምበሰት ተመሓሒልና ኣበምበሰት ዋምሓላዶ መዓስ ፈረሰት ዝበሃል ምስላ ኣሎ እዛ ሰላም እዚኣ ክንክተላ እዩ ዝግበኣና ንሕና እግዚኣብሔር ክሕግዘና እንድሕር ኮይኑ እዚ ሰላም እዚ ከኣ ኣብ ትግራይን ኣብ ኤርትራን ጥራይ ዘይኮነ ጽባሕ ንግሆ እቶም ጎስጎስቲ ኣካል እንተደኣ መስርሕኩም ክቕጽል ኮይኑ መላእ ሃገር ሃገር ምስ ሃገር ሃገር ምስ ሃገርስ ሕራይ ብጉርብትና ሰላም በጺሕና ኣለና። ሰላምና ክቕጽል ተስፋና እዩ። ናይ እግዚኣብሔር ሓይሊ ይሃልወና ይሃበና እግዚኣብሔር ማለት እዩ እሞ ንሕና ሓደ ኣካል ኢና ህዝቢ ኤርትራን ህዝቢ ትግራይን ሓደ ትንፋስ ሓደ ኣካል ሓደ ህይወት ኢና ካብ ቀደም ካብ ትውልዲ ካብ ጥንቲ ሸዊት ሓንቲ ግዳ ጸባ ሓንቲ ላሕሚ ኢና ኣስላምና ክስታንና ኩልና መታዓድምቲ መዋስብቲ መታዓድምቲ መባልዕቲ መሳትይቲ መቃብርቲ መዳብስቲ መናብዕቲ መታሓዝምቲ ሓደ ሂወት ኢና ሓደ ኣካል ኢና ዝፈላሊ የብልናን። ናብ ከላሕበሪታ ትማሊ ኣብ ቤተ ክርስቲያን ዘጋጠመ ግብረ ሽበራዊ መጥቃዕቲ ዝምልከት እዩ። ትማል ሰንበት ኣብ ርእሰ ከተማ ሶርያ ኣብ እትርከብ ኦርቶዶክሳዊት ቤተ ክርስቲያን ግሪኽ ብዝተፈጸመ ግብረ ሽበራዊ መጥቃዕቲ ብውሕዱ ዒስራ ሰባት ክሞቱ እንከለዉ ካልኦት ሓምሳን ክልተን ሰባት ከምዝቖሰሉ ሚኒስትሪ ጥዕና እታ ሃገር ሓቢሩ ኣሎ። ነቲ መጥቃዕቲ ብቕጽበት ተሓታቲ ምዃኑ ዝተገልጸ እኳ እንተዘየለ፣ ሚኒስትሪ ውሽጣዊ ጉዳያት ሶርያ ንሲኤንኤን ኣብ ዝሓበሮ ሓበሬታ፣ እዚ መጥቃዕቲ ምስ ግብረሽበራዊ ትካል ዳዕሽ ዝተኣሳሰር ነብሰ-ቅትለታዊ መጥቃዕቲ ከም ዝተፈጸመ'ዩ ሓቢሩ ዘሎ። ናብ ካልእ ሓበሬታ ኣሜሪካ ተሓዊሳቶ ዘላ ኲናት እስራኤልን ኢራንን ዝምልከት'ዩ። ድሕሪ'ቲ ኣሜሪካ ትማሊ ዝገበረቶ መጥቃዕቲ፣ ሕቡራት ሃገራት መጥቃዕቲ ኣሜሪካ ሓደገኛ ምዕባለ'ዩ ክብል ገሊጹዎ'ሎ። ሕቡራት ሃገራት ነቲ ኣሜሪካ ኣብ ልዕሊ ትካላት ኒዩክሌር ኢራን ዘካየደቶ መጥቃዕቲ መልሲ ሂቡሉ'ሎ። ጸሓፊ ሕቡራት ሃገራት ኣንቶንዮ ጉተረዝ፣ ኣሜሪካ ኣብ ልዕሊ ኢራን ዝፈጸመቶ መጥቃዕቲ፣ ሓደገኛ ምዕራግ ናይቲ ጎንጺ ምዃኑ ገሊጹ'ሎ። እዚ ግጭት ብቕልጡፍ ኣብ ቁጽጽር ወጻኢ ክኸውን ዝገብር ሓደገኛ፣ እናዓበየ ዝኸይድ ዘሎን ብምባል ገሊጽዎ'ሎ። ኣብ ልዕሊ እስላማውያን ሰባት ናይቲ ዞባን ዓለምን ኣዕናዊ ሳዕቤን ክስዕብ ይኽእል'ዩ'ውን ኢልዎ'ሎ።

ቋሚ ኣባል ባይቶ ጸጥታ ሕቡራት ሃገራት ዝኾነት ኣሜሪካ፣ ንሰላማዊ ኒዩክለሳዊ ትካላት ኢራን ብምጥቃዕ ንቻርተር ሕቡራት ሃገራት፣ ኣህጉራዊ ሕግን ኤንፒቲን ከቢድ ጥሕሰት ፈጺማ ኣላ ክብል ገሊጹ'ሎ። ሎሚ ንግሆ ዘጋጠመ ፍጻመታት ዘሕፍርን ዘየቋርጽ ሳዕቤን ክህልዎን'ዩ፣ ነፍሲ ወከፍ ኣባል ውድብ ሕቡራት ሃገራት በዚ ኣጋጢሙ ዘሎ ሓደገኛ፣ ሕጊ ኣልቦን ገበናውን ኣካይዳ ክስንብድ ኣለዎ፣ ወሲኹ ድማ ኢራን ልኡላውነታን ረብሓኣን ህዝባን ንምክልኻል ኩሉ ኣማራጺታት ቀሪባ ኣላ ክብል ገሊጹ'ሎ። ብጀካ'ዚ ሩስያ ከምኡ'ውን ንስጳኛ ን ኣሜሪካ ዝፈጸመቶ መጥቃዕቲ ዘይሓላፍነታዊ'ዩ ክብሉ ኮኒኖም ኣለው። ብዛዕባ'ዚ ትማሊ ዝነበረ መጥቃዕቲ ግን ሓለዋ ሰውራ ኢራን ንሓበሬታ ትራምፕ ምላሽ ሂቡ'ሎ። ቅድሚ መጥቃዕቲ ኣሜሪካ ኣርብዓን ሸሞንተን ሰዓታት ካብ ፎርዶው ዝርከብ ቀንዲ መሳለጥያታት ኒኩለር ኣውጺእናዮ ኢና፣ ናብ ዝያዳ ውሑስ ቦታ ኣግዒዝናዮ ኢና፣ ኣሜሪካ ባዶ ቦታ'ያ ኣጥቂዓ ክብል ገሊጹዎ'ሎ። ኢራን ንክቡር ንብረት መጥቃዕቲ ኮርዶ ኮፍ ኢላ ክትዕዘብ ዓሻ ሃገር ኣይኮነትን። ቅድሚ ኣርብዓን ሸሞንተን ሰዓታት ብሳትላይት ዝተሳእለ ስእሊ ብምባል ነዚ ስእሊ እዚ ምስቲ ጽሑፍ ዘርጊሕዎ ኣሎ። ኣብዚ ስእሊ ከኣ ብዙሓት ናይ ጽዕነት መካይን ካብቲ ቦታ ንብረት ከግዕዛ ዘርኢ ስእሊ እዩ ማለት እዩ። ኣብ ካልእ ካብቶም ዝዓበዩ ዜና ናይ ሎሚ፣ ፓርላማ ኢራን ካብቶም ኣብ ዓለምና ኣዝዮም ኣገደስቲ ዝኾኑ መንገድታት ወይ ነዳዲ ከምኡ'ውን ጋዝን ዝኾነ መጻብቦ ሆርሞዝ ንምምዕጻው ዘቕረበቶ እማመ ኣጽዲቓ ዝብል ሓበሬታ እዩ። ኢራን ግብረ መልሲ ንምሃብ ኣብ እትቀራረበሉ ዘለ እዋን፣ ሓደ ካብቶም ኣገደስቲ ንግዳዊ መስመር ዓለምና ዝኾኑ ወሽመጥ ሑርመዝ ከም እትዓጽዎ ማዕከናት ዜና ዓለም ይገልጻ ኣለዋ። በዚ መሰረት መራኸብን ንግድን መጓዓዝያን ሚእትን ሰማንያን ዲግሪ ተጠውየን ክምለሳ ይግበር ከም ዘሎ ክፍለጥ ተኻኢሉ ኣሎ። በዚ ምዕባለታት ሃገራት ወሽመጥ፣ ኢማራት፣ ቀጠር፣ ባሕሬንን ከምኡ'ውን ብኸፊል ስዑድ ዓረብ ክህሰያ ምዃነን ዝተፈልጠ ኮይኑ ኣሎ። ቀዳማይ ሚኒስተር ስዑዲ ዓረብ ወራስ ዓራት መሓመድ ቢን ሳልማን ህጹጽ ኣኼባ ቤት ምኽሪ ምትሕብባር ወሽመጥ ዓረብ ጸዊዑ'ሎ። ሰዚ ጋይስ ሎሚ መዓልቲ ዝበልናዮ መደብ እዚ ዝመስል ኔሩ ክሳብ ዝቕጽል መደብ ሰላም።